ሰላም የሕዋት ሓዳር እቲ ዝበለጸ ነገር ሙቁር ሂወት ምስ መጻምድትኻ ትሕልፈሉ ዝበለጸ ሂወት ትነብረሉ እዩ ግን ጸገም ዘይብሉ ወይ ድማ ግርጭት ዘይብሉ ወይ ድማ ዘይትሰማምዓሉ ሓዳር ድማ የለን ኣብ ማንም ገዛ ኣብ ማንም ስድራ ኣብ ማንም ዓዲ ኣብ ዝተፈላለየ ሃገር ግጭት ዘይብሉ ሓዳር ኮታስ የለን ናይ ግድን ዘይሰማማዕካ ጉዳይ ኣሎ that's why ድማ ናብ ዘይተደልየ ኣደዳ ፍትሕ ኣደዳ ግርጭት ወይ ድማ ኣደዳ ምብስጫው ንበጽሕ ማለት እዩ። ናይ ሎም መደብና በከመይ ንሓዳርና ንሕቁቦ so let's go ቀዳመይቲ ንፋስ ንገዛኻ ከይተእትወሉ ኩሉ ግዜ ዘጋጥመካን ዘየጋጥመካን ሽግር ንማንም ሰብ ንደገ ተውጽኦ እንድሕራ ኮንካ definitely ኣብ ሓደጋ ኢኻ ዘለኻ ኩሉ ግዜ ዘጋጥመካን ዘየጋጥመካን ሽግር ባዕልኻ ኣብ በይናኻ ኮንካ ትፈትሖ እንድሕራ ኮንካ ኩሉ ነገር ኩሉ ግዜ ጸገም ከጋጥመካ እዩ ነቲ ጽገም ድማ ባዕልኻ ክትፈትሖ ኢኻ ግን ዘሎን ዘየለን ዘጋጥምካን ዘይጋጥምካን ንካልእ ሰብ ትነግሮ እንተኾይንካ ከምዚ ሰበይተይ ከምዚ ጌራትኒ ሰብኣይ ከምዚ ጌሩኒ ደቀይ ከምዚ ጌሮም ከምዚ ጌሮም ኢልካ ናይ ናትካ ጸገማት ንደገ ተውጽኦ እንተኾይንካ ደፍነትሊ ኩሉ ሰብ ድማ ኣየኽብረካ ኩሉ ሰብ ድማ እቲ ጸገማትካ ኣብ ክንዲ ዝፈትሖ መሊሱ ከውጽኦ ዝኽል እዞም እከለ ደኣ ከምዚ እንድዮም እዞም እዚ ፋምሊ ደኣ ከምዚ እንድዮም ዝብል ኣተሓሳስባ ኣብ ካልእ ሰብ ክመጽእ እዩ so ኩሉ ግዜ ናብ ካልእ ሰብ ንኸይወጽእ ወይ ካልእ ሰብ ከይሰምዖ እቲ ጸገማት ናትካ ባዕልኻ ክትፈትሖ ፈትን ካልእቲ Practice Forgiveness ናይ ብሓቂ ይቕሬታ ሓተቲ ክንከውን ኣለና። ኩሉ ግዜ ኣነስ ሓቀኛ እየ ንስኻ ጌገኛ ኢኻ ትብል እንተኾይንካ ኣብ ዝኾነ እዋን ኣብ ሓዳር ይኹን ኣብ ዘይሓዳር ኩሉ ግዜ ሰብ ኣይኽብረካን እዩ እቲ ሓዳርካ ድማ ፋሕ ብትን ክኣትዎ እዩ ኩሉ ግዜ ጌጋ ፈጺምካ ይቕሬታ ሓታቲ ጌጋ እንተዘይፈጺምካ ይቕሬታ ሓታቲ ክትኾን ከለኻ ኩሉ ግዜ እቲ ዝበለጸ ነገር ሓዳርካ ምዕቃብ እዩ ኩሉ ግዜ ሕማቅ ጌርካ ሶሪ ኣነስ ተጋግየ ይቅሬታ ግበርለይ ጓል እንተኮይነ ከኣ ሶሪ ኣነስ ይቅሬታ ግበረለይ ተጋግየ ክትብል ከለካ እቲ ዝበለጸ ሓዳር እቲ ጸገማትካ ድግ ኣይወጽእን እዩ ኩሉ ግዜ እቲ ዘለካ ሽግር ድማ ኣብ ባዕልካ ስለ ትፈትሖ እቲ ጸገማት ናትካ ድማ እንዳ ወሓደ እንዳ ጸበበ ይከይድ ስለዚ ይቅሬታ ሓተቲ ክንከውን ኣለና። ጓል ኣንሰይቲ ጊዚና ምስ መጻምድትና ነሕልፎ። ኩሉ ጊዜ ካብ ትምህርቲ ወጻኢ ወይ ድማ ካብ ስራሕ ወጻኢ ክትኾን ከለኻ ንግድን ጊዜና ምስ መጻምድትና ነሕልፎ። ጸገማት ናትካ ክትረዳዳእ፣ መጻኢኻ ፕላን ክትገብረሉ፣ ብሓደ ኮይንካ ድማ እሂን ምሂን እንዳተባሃልካ ፕላን ናይ ፊቸር ናትካ ድማ ብሓደ ተሕድሰሉ። ኩሉ ጊዜ እቲ ጊዜኻ ናብ ካልእ ምሉእ መዓልቲ ካብ ስራሕ ወጻኢ በቃ ኣነ ኢንጆይ ክገብር'የ ምስ የዕርኹተይ ወይ ምስ መሓዙተይ ትብል እንተኾይንካ ደፍነትሊ እቲ ናይ ምርዳእ መንፈስ ውሑድ ክኸውን እዩ። ስለዚ እቲ ግዜ ዘለና ካብ ትምህርቲ ወይ ድማ ካብ ስራሕ ወጻኢ ብሓደ ንኹን። ብሓደ ድማ እየ ንበሃል። ምስ ኣደ ደቅና ወይ ድማ ኣቦ ደቅና ኮይንና ድማ ብሓደ ኮይንና እቲ ግዜና ነሕልፎ። That's why ድማ strong ዝኾነ ተሪር ዝኾነ ፍቕሪ ክምስረት እዩ። ራብዐይቲ፣ Bad Habits፣ ሕማቕ ወልፍታት፣ ኩሉ ግዜ ዘለካ ሽግር፣ ዘለካ ሕማቅ ወልፍታት ናብ ሓዳርካ ተምጽኦ እንተ ኮንካ ምሸት ምሸት ሰኺርካ ናብ ገዛካ ክትመጽእ ሽጋራ ሙሉ ለይቲ ምስ ኣብ ቅድሚ ሰበይታካን ደቅሳን ደቅካን ክትሰቲ ካልእ ዘድልን ዘየደልን ሕማቅ ወልፍታት ምስ ደቅ ኣደ ደቅካን ሰበይታካን ሒዝካ ወይ ድማ ክትሰቲ ምስ ርኤካ ደፍነትሊ እቲ ናይ ሓዳር ምብታን ዝለዓል እዩ ስለዚ እዚ ውን ክብል ከለኩ ናይ ወዲ ጥራይ ኣይኮነን እታ ጓል ውን ከምኡ ዝኮነ ሓዳር ወይ ድማ ዝኮነ ወልፊ ዘለዋ እንተ ኮይኑ ንኽትጎድፎ ይመክር። ስለዚ ኩሉ ግዜ ነቲ ሓዳርና ክንቁ ክንዕቅቦ፣ ነቲ ዘለና ሽግራት ኣጽቢብና ርኢና ናይ መጻኢ፣ Future Plan፣ ንኽህልወና መታን ዘለና ሕማቕ ወልፍታት ሽጋራ፣ መስተ፣ ሓሺሽ፣ ወይ ድማ ምብስጫው ንጓል ወይ ድማ ዘይምኽባር ንወዲ ኮታስ ዝኾነ ሕማቕ ወልፍታት ነዚ ገዲፍና ብምክብባር ህይወትና ንምራሕ ኣምሸቲ Poor Communication Skills ሎሚ መብዛሕትኡ ሰብ ኣብ ሓዳር ጸገም ዝኣቱ ዘሎ ኣብ ግጭት ወይ ድማ ኣብ ፍትሕ ዝኣቱ ዘሎ ዘይምርዳእ መንፈስ ክእለት ኣዘራርባ ዘይምህላውና ኩሉ ግዜ ነተፍ ኣፍቃሪትካ ን ኣደ ደቅኻ ወይ ድማ ን ኣቦ ደቅኻ ከመይ ጌርካ ትዛረቦ እቲ ፐርሰናሊቲ ናትካ ድማ ከመይ ጊሩ ዓቢ ምኻኑ ክትፈልጦ ናይ ግድን ክእለት ኣዘራርባ ክህልወካ ክኸል ኣለዎ ከምዚ ናይ ቆልዑት ዘረባ ኣይኮናን ክንዛረብ ዘለና ናይ ግድን በላሕቲ ክንኮን ኣለና ክእለት ኣዘራርባ እቲ ዝበለጸ ስኪል ስለ ዝኾነ ኣብ ሓዳር ድማ ናብ ካልእ ጸገማት ከይወስደና ዝሕግዘና Skills፣ እዩ። ስለዚ ክእለት ኣዘራርባ ነማዕብል። ኣማዕቢልካ እንታይ ዓይነት ዘረባታት ትዛረብ ኣለኻ ትፈልጥ፣ ምስ መን ወይ ድማ እንታይ ዓይነት ቃላት ተውጽእ ኣለኻ ስለ ትፈልጥ እቲ ዝበለጸ ነገር ኣብ ሓዳር ዝበለጸ ቃላት ናይ ምውጻእ ኮምፕሊመንት ክትህብ ንኣቦ ደቅኻ ወይ ድማ ንኣደ ደቅኻ ኮምፕሊመንት ክትህቦም ከለኻ Of course they feel happy ሕጉሳት ይኹኑ ስለዚ ጽቡቅ ቃላት ንኽትህቦም ወይ ድማ ካልእ communication skills ብጽቡቅ ናይ ኣረዳድኣ መንፈስ ዘለዎ ዘረባታት ክትዛረብ that's why ድማ ሓዳርካ ይሕቀበልካ ማለት እዩ። ሻድሸይቲ Complain without blame ንስኺ ብሰንክኺ ሂወተይ ተበላሽዩ ብሰንክኻ ሂወትና ተበላሽዩ ሓዳርና ፋሕ ብትን ኣትይዎ ጸገማት ኣትይዎ ኩሉ ግዜ ናይ ምርዳእ መንፈስ ስኢኑ ብሰንክኺ'ዩ እምበር ኣነስ ኣብ ካልእ ቦታ ምሃለኹ ነይረ ዝብል ቃላት ይወጸና'ዩ። ከም ንስኻ ሓቀኛ ወይ ከም ንስኺ ሓቀኛ ከምቲ እታ ካልእቲ ወይ ድማ እቲ ካልእ መጻምድትኻ ድማ ጌገኛ ጌርካ ትቖጽሮ። That's why ድማ ሓዳር ፋሕ ብትን ክኣትዎ፣ ግጭት ክመጽእ፣ ፍትሕ ክመጽእ ግን ኣብ ክንድኡ Sorry ከምዚ ንገብር ኣለና'ሞ ከመይ ከምዚ እንተገበርና ከመይ ይሓይሽ ከምዚ እንተገበርናኸ ከመይ ይሓይሽ ኢልካ እቲ ደፍነትሊ ንስኻ እቲ ሓደ ጌገኛ ምዃኑ ትፈልጥ እኻ ግን ንስኻ ትኽ ኢልካ ንስኻ ጌገኛ ኢኻ ወይ ንስኺ ጌገኛ ኢኺ ክትብል እንተኾይንካ እቲ ሓዳር ከመይ ጌሩ ይኸውን no way so እቲ ኣብ ክንድኡ ከምዚ እንተገበርና ከመይ ይሓይሽ ከምዚ ከምዚ ጌጋታት ፈጺምና እሞ ኣብ ኩላኻ ትገብሮ እቲ ጌጋ ኣብ ክንዲ ናብቲ ካልእ ሰብ ትገብሮ ኣብ መጻምድቲ ካብ ኮንካ ናይ ክልተኻ ጌጋ ኢኻ ክትቖጽሮ ዘለካ that's why ድማ እቲ ሓዳር ዝበለጸ ሓዳር ይኸውን ምቁር ሓዳር ይኸውን ምቁር ሂወትካ ድማ ምስ መጻምድትኻ ኮታስ ምስ ኩሎም ደቅኻ ድማ ተሕልፍ ማለት እዩ ኣይ ሆፕ ደስ ኢላትኩም ትኾኑ እዛ ቪድዮ ቴንክ ዩ ሶ ማች ብትብና ዘለኹም ርእቶታት ሓሳባት ምትብባዕ ብልቢ ከየመስግናኩም ክንሓልፍ ኣይንደልና ፕሊስ ናትኩም ሓሳባት ናትኩም ሪኢቶታት ናትኩም ዝዓብይ ሓገዝ ብ ሳብስክራይብ ላይክ ስለ ዝኮነ ፕሊስ thank you so much so ብካልእ ክሳብ ንራከብ ሰላም ንዓኩም peace።